ሰላም ከመይ ትኾኑ ኩለኹም ተኸታተልተይ ኣብ ዘለኹም ሰላምን ጥዕና ንምነየልኩም ሰናይተይ ምሳኹም ዘለኹ ሎማዓንቲ ሒዘ መፀ ዘለኹ ከዓ ናይቲ ዝሓለፈ ኣልዒልናዮ ዝነበርና ኣርእስቲ ንዑ ንምቕፃል እዩ ማለት እዩ ንበዓል ቤታ እንድሕር ደኣ ስቕ ኢልዋ ምዝራብ እንተድኣ ኣብይዋ ወይ ከይተዛረባ ስቕ እንተይሉ እንታይ ክትገብር ኣለዋ ብኸመይከ ትርድኦ እቲ ስቕታ ዝብል ቪድዮ ሰሪሐ ነይረ ኣብ ዝሓለፈ። ሰብኣይ ንሰበይቱኸ ከመይ ገይሩ ይርድኣ ካብ ምንታይ ክኸውን ይኽእል እታ ሰበይቲ ስቕ ትብል ኣብ ሓዳርከ ብኸመይከ ክፍታሕ ይኽእል ወይ ብኸመይ ክሕግዛ እኽእል ካብቲ ስቕ ኢላቶ ዘላ ንክትወፅእ። ናይ ሎሚ ሓሳብ እምበኣር በዓልቲ ቤት ወይ ከዓ ሰበይቲ ኣብ ሓዳራ ስቕ እንተይላ። እንታይ ምኽንያታት ይህልዋ ስቕ ዘብላ? እቲ ምኽንያታት ናይ ሰቕታስ እንታይ እዩ? ዝብል ገለ ካብቲ፣ ብዙሕ ክኸውን ይኽእል እንድዩ፣ ግን ገለ ካብቲ ክኸውን ይኽእል እዩ ዝበልክዎ እየ ሒዘ መጸ ዘለኹ ማለት እዩ። ኣብ ዝቕጽል ቪድዮ እውን ከመይ ገይሩ ከኣ እቲ በዓል ቤት ካብቲ ሰቕታ ነቲ ሰቕታ ሰይሩ ናብ ዝርርብ ከምጽኣ ይኽእል፣ ናብ ምርድዳእ ከምጽኣ ይኽእል ከኣ ክንዛረብ ኢና ማለት እዩ። ንሰበይቲ ስቕ ከብላ ዝኽእል ብዙሕ ነገር ክህሉ ይኽእል እዩ፣ ገለ ካብኡ ሎሚ ክጠቅስ ማለት እዩ። ሓደ ካብኡ ክንርኢ እንተድኣ ኮይንና ስምዒታዊ ውሕስነት ምስ ዘይስምዓ፣ ምሳኻ ከተዕልልሲ ውሕስነት ምስ ዘይስምዓ። እዚ ክብል ከለኹ እንታይ ማለት እዩ፣ ንኣብነት እቲ ሰብኣይ ዘዝበለቶ ቆሊኡ ከምዚ እኳ ኢኺ ትብሊ ንስኺ እናበለ እንድሕር ደኣ ዝወቕሳ ኮይኑ፣ ወይ ከኣ ከምዚ ንዓ ንምጥቃዕ ዝመስል ዓይነት ኣዘራርባ ተጠቒሙ ዝምልሰላ እንተኾይኑ፣ ኣብ ዘዝተዛረበትሉ ንሳ ከምኡ ዓይነት መልሲ ዝህባ እንተደኣ ኮይኑ፣ ስቕታ ትመርጸሉ ምኽንያት ክኸውን ይኽእል እዩ ማለት እዩ። ዘይምዝራብ ይሕሸኒ ኢላ ስቕታ ክትመርጽ ትኽእል እያ። እዚ ስቕታ እዚ ንምንታይ እያ እትጥቀመሉ? ንስምዒታ ንምክልኻል፣ ስምዒታ ንኸይረኣ፣ እቲ ዘሕርቓ ነገር ከምዚ ኢሉ እኳ እዩ ዝምልሰለይ ዘሎ ኢላ። ዝስምዓ ሕርቃን ክኸውን ይኽእል፣ ሓዘን ክኸውን ይኽእል፣ ኩሉ እዚ ስምዒታት ንምሕብኡ ትጥቀመሉ ማለት እዩ። ንዘይምርኣዩ ትጥቀመሉ ኣብ ክንዲ ብስምዒት ትዛረብ ስቕ ይሕሸኒ ትብል ማለት እዩ። ካልኣይ ሸለል ከም ዝተባህለት ብበዓል ቤታ ኮይኑ ክስምዓ ከሎ ከኣ ስቕ ትብል። ኩሉ ዝተዛረበቶ ክንጸግ ከሎ ከምዚኸ ከምዚኸ ኢላ ሓሳብ ክትህብ ከላ ተነጺጉ ክትርእዮ ከላ ስለ ዝተዛረበት ግድን ኣይኮነን ኩሉ ግዜ ሓሳብ ዝሃብካዮ ሰብ ክቕበለካ ግን ምንጻግ ክበሃል ከሎ ዝበለቶ'ሲ ክላ ናትኪ ዘረባ ከኣ እናተባህለት ወይ ከኣ ስቕ ኢልኪ ኢኺ ትስቂ መን ፍለጥ ኢልኪ ዝብሉ ቃላት እንድሕር ደኣ እናሰምዐት ይደጋገምዋ ኣለዉ ኮይኖም ስቕ ክትብል ትመርጽ ማለት እዩ ምክንያቱ ዘድምዖ የብለይን ዝቕይሮ የብለይን ምዝራበይሲ ለውጢ የብሉን ኢላ ስለ ትሓስብ ሳልሳይ ዝተዋህለለ መጉዳእቲ እውን ክኸውን ይኽእል እዩ ስቕ ዘብላ ዘሎ። ሓደ ሓደ ግዜ እቲ ሎሚ ዝተገብረ ወይ ከኣ ሕጂ ዝተፈጥረ ነገር ስቕ ኣቢልዋ ዘሎ ክመስለና ይኽእል እዩ። ግን ዝበዝሕ ግዜ ንኣሽቱ ዝመስሉ ነገራት ኣብ ሓዳር ዘጋጥሙ ከይተፈትሑ ምስ ዝተርፉ ተደራሪቦም ተደራሪቦም ሎሚ ገለ ይፍጠር ስቕ ትብል ሒዛቶ ጽባሕ ከምኡ ይፍጠር ስቕ ትብል ሒዛቶ እዚ ኩሉ ተወሃሊሉ እንታይ ይገብራ መጉዳእቲ ይፈጥረላ ኣብ ውሽጣ ይጎድኣ። ሽዑ ክትዛረብ ኣይትመርጽን እያ ስቕ ትብል ማለት እዩ ምክንያቱ ይዳራረባ ስለ ዘሎ ነየናይ ገሊጻ ብዛዕባ ምንታይ ከም ትዛረብ እውን ኣይርዳኣን ማለት እዩ እዚ ኣብ ጓል ኣንስተይቲ ጥራይ ዘይኮነ ኣብ ወዲ ተባዕታይ እውን ከጋጥም ዝኽእል እዩ ማለት እዩ እቲ ኩሉ ግዜ ዝጎድኦ ነገር ምርካብ ስቕ ከብሎ ይኽእል እታ ሰበይቲ እሱ እውን ሓደ ምክንያት ክኸውን ይኽእል እዩ ምክንያቱ ሎሚ ዘየራዳድኦም ነገር ይህሉ ሸለል ኢላ ትሓልፎ ግን ከኣ ሸለል ኣይበለቶን ሸለል ኢላቶ ሓሊፋ ከላ ምዝካሩ ግን ኣየቋረጸትን ኩሉ ግዜ ከኣ ትዝክሮ እቲ ነገር መሊሶም ጽባሕ ሓደ ነገር ይፍጠር ከምኡ ኢላ ከኣ ንዑ ትሕዞ ኣይትዛረበሉን ማለት እዩ እዚ ተኣኻኺቡ ዓቢ ይኸውን ሓደ ሓደ ግዜ እስኪ እንታይ እንታይ ኣሎ ክትዛረብሉ ትደሊ ኢልካ እውን ዘይክትዛረበሉ ትኽእል እያ ነየናይ ከልዕሎ ዓይነት እውን ክስምዓ ይኽእል ምክንያቱ ኣዝዩ ብዙሕ ክትእክብ ጸኒሓ ጥራይ ናይ ሎማዓንቲ ድሕሪ እዋ ኢልካ ክትግረም ትኽእል ኢኻ ታይ'ያ ኮይና ስቕ ትብል ሎማዓንቲ ከምዚ ስለ ዝበለስ ስቕ ትብል ኢልካ ክትሓስብ ትኽእል ግን ንሳ እናኣኻኸበቶ ዝጸንሐት ኣብ ውሽጣ ክኸውን ይኽእል እዩ እታ ናይ ሎሚ መመላእታ ረኺባ ከኣ ስቕ ተብላ ዘላ ማለት እዩ። ራብዓይ ኣብ ሓዳር በየና ኮይና ዘላ ኮይኑ ክስምዓ ከሎ ማለት እዩ። ምትእስሳር ናይ ስምዒት ዘይብልኩም ክትኮኑ ከለኹም ብዝኾነ ከም ኣካልካ ወይ ከኣ ከም ናትካ ርኢኻ እንድሕር ደኣ ኣይርደኣንን እዩ ኣየቕርበንን እዩ ናብኡ ኩሉ ግዜ ኣየሰምዐንን እዩ ኢላ እቲ ስምዒታዊ ምቅርራብ ዘይብላ እንድሕር ደኣ ኮይና ምሳኻ እናረሓቐ ይኸይድ እሞ ብኡ መጠን ከኣ ዘረባ ክተቋርጽ ትኽእል ማለት እዩ ከምዚ ዘይተቕርቦ ዘይትፈልጦ ሰብሲ ክትዛረቦ ኣይትደፍርን ልክዕ ከምዚ ዘይትፈልጦ ዓይነት ስምዒት ይመጻ ማለት እዩ። በዓል ቤታ ከም ጓና ኮይኑ ይስምዓ እሞ ስቕ ክትብል ትውስን። ሓምሻይ ዝተናዕቀት ኮይኑ ክስምዓ ከሎ። እዚ መዓስ እዩ ክመጻ ዝኽእል እዚ ናይ ዝተናዕቐት ስምዒት? በዓል ቤታ ንኣብነት ሓደ ሓሳብ የምጽእ እሞ ዘረባ ከምዚ ሓሲበ ኣለኹ ይብል። ንሳ ከኣ ሓሳባ ክትህብ ከላ ኣይ ብከምዝን ከምዝንሲ እዚኣ መሪጸ ኣለኹ ከይበለ ስቕ ኢሉ ወሲኑ ክኸይድ ከሎ ትሪኦ። ጽባሕ ከኣ ተመሊሱ ከኣ ካልእ ሓሳብ ይለዓል እሞ ንሱ ባዕሉ ጥራይ ከም ደስትኡ ወሲኑ ከኣ ይኸይድ ትሪኦ። ሽዑ እንታይ ትኸውን ይበዝሓ እሞ ስለዚ ኣነስ ተናዒቐ እየ ዘለኹ ነቲ ናተይሲ ክብሪ ኣይህቦን እዩ ቦታ ኣይህቦን እዩ ኢላ ስለ ትሓስብ ስቕታ ትመርጽ። ሻድሻይ ተደጋጋሚ ባእሲ ከሰልክያ ከሎ ከኣ ስቕ ትብል ማለት እዩ። ዝኾነ ዘረባ ከተምጽእ ከላስ ናብ ባእሲ እንድሕር ደኣ ክመርሕ ሪኣቶ ኩሉ ግዜ ባእሲ ዝለዓል እንተ ደኣ ኮይኑ ፍርሒ ስለ ዘለዋ ሕጂ ከኣ ክነባእሲ ኢና ሕጂ ከኣ ባእሲ ክለዓል እዩ ኢላ ስለ ትሓስብ ስቕ ክትብል ትመርጽ። ሻውዓይ ስምዒታ ክተሰላስል እውን ስቕ ትብል እያ። ኣብ ሓዳራ ዝከናወን ዘሎ ነገር ከመይ ይኸይድ ኣሎ ሓደ ሓደ ግዜ ንዓኣ ከገርማ ክእል እዩ። እንታይ እዩ እዚ ነገር እዚ ክትብል ትኽእል እያ ካብ ዝሓሰበቶ ወጻኢ ኮይንዋ ክኸውን ይኽእል ወይ ከኣ እቲ ዝተፈጥረስ ክሳብ ወይ ኣዳብት ጌራቶ ምስኡ ክሳብ ትቕጽል ወይ ከኣኒ ነገራት ክሳብ ተዕርዮም ወይ ብኣኣ ወገን ወይ ብኡ ወገን ናብ ምዕርራይ ክሳብ ትመጽእ ስቕታ ትመርጽ ትኽእል እያ ስቕ ኢላ ክትዕዘቦ ትኽእል እያ ነቲ ነገራት እስኪ ናበይ ገጹ እዩ ዝኸይድ ዘሎ እንታይ እዩ እዚ ጉዳይ ኢላ ትምርምሮ ትህሉ ትኸውን እያ፣ ብሰቕታ ማለት እዩ። ሻምናይ ተስፋ ምቑራጽ ምስ ዝስምዓ እዩ። ኣብ ሓዳራ ተስፋ ቆሪጻ እንተደኣላ ስቕ ክትብል ትኽእል እያ። እዚ ከኣ እቲ ብጣዕሚ ሓደገኛ ዝኾነ ነገር እዩ። ኣብ ሓዳር ካብ ዘጋጥሙ ስቕታታት ወይ ሰቕታ እቲ ሓደገኛ ዝኾነ ምኽንያት ናይ ስቕታ ተስፋ ምቑራጽ እዩ። ኣብ ሓዳርካ ተስፋ ምቕራጽ ኦሮማይ ዝሓዳር እዚ ዝቕጽል ኣይመስልን እዩ ዝርድኦ ኣይመስልን እዩ ዝበዓል ቤተይ እውን ዝርድኦ ኣይመስልን እዩ ኢላ እንድሕር ደኣ ደምዲማ ክንደየናይ ከይቅጽል ኢላ እንድሕር ደኣ ደምዲማ ስቕ ክትብል ትመርጽ እያ ዝኾነ ይኹን ማለት እዩ ናብ ዝኸደ ይኺድ ዓይነት ስቕ ክትብል ትኽእል እያ ሓዳር ብዝኸዶ ይኺድሲ ተዛሪበይ ተዛሪበሲ ዘዕርዮ ነገር የለን ኦሮማይ ኢላ እንተሓሲባ ኸኣ ስቕ ክትብል ትኽእል ታሽዓይ ብባዓል ቤታ ኣድናቆት ምስ ትስእን ኣድናቆት ማለት ነቲ እሳ ትገብሮ ዘላ ጻዕሪ ይኩን ንዓካ ኢላ ድያ ንዓኣ ኢላ ድያ ንሓዳራ ኢላ ድያ ንደቃ ኢላ ድያ ትገብሮ ዘላ ጻዕርታት ኩሉ ክርደኣላ ዝክእል ሰብ እያ ትደሊ ማለት እዩ ባዓል ቤታ እዚ ኩሉ ትጽዕሮ ዘላ ዋጋ ክህቦ እቲ ንሳ ትቃለሶ ዘላ ትኸፍሎ መስዋእቲ ዘላ ክርደኣላ እያ ትደሊ እንድሕር ደኣ ትርጉም ዘይብሉ ጌሮም ይወስድዎ ከም ዘለዉ ይወስዶ ከም ዘሎ በዓል ቤታ ሓሲባ ግን እንታይ ዋጋ ኣለኒ ኣነ ኢላ ትሓስብ እሞ ስቕ ክትብል ከኣ ትግደድ ማለት እዩ። ምኽንያቱ ኣይርደኣለይን'ዩ ኢላ ስለ ትሓስብ ምንም ዋጋ የብሉን ኣነ ዝጸዓርኩ ተጻዓርኩ ዝሰራሕኩ እንተሰራሕኩ እዚ ኩሉ ዝደኽሞ ዘለኹ ሂወተይ ኩሉ ዝስውኦ ዘለኹ ኣይርደኣለይን'ዩ ዘሎ ኢላ ትሓስብ እሱ ከኣ ስቕ ከብላ ይኽእል'ዩ ማለት'ዩ ሓደ ሓደ ግዜ። ዓስራይ ከኣ ብስቕታኣ ተቓውሞኣ ከተስምዐካ ወይ ከኣ ተቓውሞኣ ክትገልጽ እንተ ደኣ ደሊኻ ስቕ ትብል እያ። በዓል ቤታ ንኣብነት እንድሕር ደኣ ገለ ነገር ንሳ ዘይደለየቶ ይገብር ኣሉ ኮይኑ ወይ ዘይተሰማምዑሉ ነገር እንድሕር ደኣ ይውስን ኣሉ ኮይኑ ዝኾነ ዘይፈትወቶ ነገር እንድሕር ደኣ ኣሉ ኮይኑ ንሳ እንታይ ትገብር ትቃወመካ ከም ዘላ ክትዛረብ እንድሕር ደኣ ኣየድምዕን ኢላ ሓሲባ እቲ ምዝራበይ ኣይድምዕን እዩ ኢላ እንድሕር ደኣ ሓሲባ ግን ከኣ ጸሊኣቶ ከም ዘላ እቲ ነገር ትገብሮ ዘለኻ ወይ እቲ ውሳኔኻ ዘይደገፈቶ ምዃና ኣካይዳኻ ዘይፈተወቶ ምዃና ክትነግረካ ኢላ ስቕ ክትብል ትኽእል እያ ምኽንያቱ ከምዚ መግናሕቲ ክትጥቀመሉ ትኽእል እያ። ከም ትገንሐካ ዘላ ኣይተሰማማዕኹን ውን ክትብለካ ትደሊ እሞ ግን ከኣ ዘይትብለካ ብስቕታ ጌራ ከኣ ክተርእየካ ትኽእል እያ። ካልእ መበል ዓሰርተ ሓደ ናይ ሆርሞን ለውጢ ውን ክኸውን ይኽእል እዩ። ናይ ሆርሞን ምልውዋጣት ከኣኒ ስቕ ከብላ ይኽእል እዩ። ሓደ ንስቕታኣ ምኽንያት ዝኾና ነገር ክኸውን ይኽእል እዩ። ምናልባት ኣብ ውሽጣ ዘሎ ነገራት ወይ ዝስምዓ ቃንዛታት ክህሉ ይኽእል፣ ዝስምዓ ድኻም ክህሉ ይኽእል። ዝስምዓ ባላንስ ዘይብሉ ስምዒታት ክኸውን ይኽእል። እዚ እዚ ነገራት እዚ ንዓኣ እውን ስለ ዝኸብዳ ስቕ ከብላ ይኽእል እዩ ማለት እዩ። ምኽንያቱ ከምቲ ዝፍለጥሲ ጓል ኣንስተይቲ ብዙሕ ነገራት እያ ትሓልፍ ምስ ሆርሞን ዝተኣሳሰር ብፍላይ ኣተኪረ ክዛረብ ተኮይነ ብዙሕ ነገራት ማለት እዩ ምስ ጥንሲ ምስ ሕርሲ ምስ ወርሓዊ ፅግያት ምስ ዝተፈላለየ ሓደ ሓደ ግዜ ጓል ኣንስተይቲ ንባዕላ ከማን እንታይ ስምዓሎ እንታይ ትኾናላ ክሳብ ዘይርድኣ ኣነ ድየ ኢላ ትጠራጠረሉ ነገር ከጋጥም ይኽእል እዩ ማለት እዩ። ገለ ካብቲ ናቱ ጽልዋ ከኣ ስቕ ክትብል ባዕላ ንውሽጣ ከተጸናንዕ ድያ ንውሽጣ ከተህድእ ድያ ትፍትን ትህሉ ትኸውን። ስለዚ ሓደ ካብቲ ኣብ ሓዳርና ዝጸሉ ዝዓበየ ነገር ክኸውን ይኽእል እዩ ናይ ሆርሞን ከኣ። ሕራይ እምበኣር ኣብዛ ናይ ሎማዕንቲ ቪድዮ ሒዘያ መጸ ዝነበርኩ ንጓል ኣንስተይቲ ኣብ ሓዳር ስቕ ምስ ትብለካ በዓል ቤታ እቲ ስቕታ ካብ ምንታይ ክኸውን ይኽእል ንኸረድኣካ ዝብል ሓሳብ እዩ ማለት እዩ ተረዲኡ እቲ በዓል ቤት እንታይ ይኸውን እቲ ስቕታ'ስ መገመቲ ክኸውን ይኽእል ማለት ንሱ ጥራይ ከይከውን ይኽእል'ዩ ግን ገለ ካብቲ ክትግምቶ ትኽእል ከምዚ ዶ ደኣ ኸውን ኢልካ ሓደ ሓደ ግዜ ሓሳብ ክጠፍእ ስለ ዝኽእል ገለ ካብኡ'የ ጠቒሰ ኣብ ዝቕጽል ከኣ ከመይ ጌርካ'ኸ ክትሕግዛ ትኽእል ከመይ ጌርካ'ኸ ነቲ ስቕታ ክትሰብሮ ትኽእል ከኣ ሒዘ ክመጽእ'የ ማለት'ዩ ካልእ ዝኾነ ክቐርበልኩም ትደልይዎ ቪድዮ እንተሎ ወይ ሕቶ እንተለኩም ከኣ ኣብዚ ኮመንት ክትጽሕፉለይ ትኽእሉ ኢኹም። ስለ ዝተኸታተልኩምኒ ብጣዕሚ የመስግነኩም። ኣብ ቀጻሊ ክሳብ ንራኸብ ሰሰናዩ።